ንመን ኣልዒልካ ነቲ ልዒልካ ትገድፎ የብልካን ጀነራል ንኩሎም ኢኻ ክትጥምቶም ዘለካ ሶ እቲ ባህሪ ናይ ኤርትራዊ ተቐይሩ እዩ ዲያስፖራ ኦልሬዲ ማለት ሲ ዘይንሕና ኢና መሲልና ስለዚ ኣብ ሓደ ቁምነገር ዘለዎ ኣብዚ ናይ ዓይ ዓድና ድኸይድ ደሎ ተዕሊልኩም ጽቡቅ እዩ እምበር ውልቀ ሰባት ኣልዒልና መወዳእታ የብሉን። እዚ ሳሚ ዛምባላ የረ ዝብሎ ሕጂሲ እ፣ ተዛረቦ ዘረባ እቲ ዝኸፍአ ኣብ ዓለም ንሱ እዩ። ነቶም ዝ- ማለት እ፣ ሰሚዕኹማ ድኹም እወ መዓት ንሱ ዘረባ እንድዩ እቲ ኣነ ተዛረቦ ሲ ዘረባ ሳሚ ብጣዕሚ ቅድሚ ሕጂ ከምኡ ኢሉኒ ከስመዐና ንዓይ ጸኒሑ ከስማዓና ጸኒ ሳሚ ይቐኒ ኣነ ንሳሚ ኣይድግፎን እየ ኣብ ምሳይ እንዲ ዘሎ ኣብ ካናዳ እንዲ ዝነብር እንታይ ኢሉኒ
ከምዚ ዳሕራይ ቀስ እንዳበለ እንዳበለ እንዳበለ ዳሕራይ በቃ ደቀ መሓሪ ጥራይ ፋውንዴሽን ናይ ናይ ኤሪትራ ኩሉ እቲ ናይ ኤሪትራ ድሪም ኤርትራዊ ናይ ምዃን ጸጋ ካብ ደቀ መሃሪ ተበጊሱ ኢሉኒ በቃ እዩ ኮልሉ ኮልሉ ኮልሉ ትግርኛ ኢሉ በቃ ከእምነኒ ኣብታ መወዳታ ምስ በጸ በቃ ደቂ ደቀ መሃሪ እዮም ነቲ ገድሊ ዝጀመርዎ ገለመለ ኢሉ ኣብ ኣባ ወዲኡ ማለት እዩ ሕጂ እንታይ እዩ ንኣይ ኦፊሻሊ ነጊሩኒ እሱ በቃ ት- ናይ ትግርኛ ትግርኛ እንተኾይነ ከዓ በቃ ሃማሴን ክነግስ እቲ ካልእ ዜጋኻ ኣብ ትህትዩ ክግዛዕሉ ዝዓይነቱ ዘረባ እዩ ተዛሪቡኒ ስለዚ ደይከውን ደይከውን ደይከውን ዓለም ኣብ ናብ ግሎባላይዜሽን ትኸይደሉ እዋን ሲ ደይከውን ሓሳብ ኣምፅኻ ንነገሩ መንግስቲ ኤሪትራ ፅቡቅ ገይሩ ፀሪቦም እዩ ነዚኦም ንባዓል ሳሜኤል ገለመል እዚ ብሃይማኖት ብጉጅለ ብዓሌት ብገለ ድመጹ ጽቡቅ ጌሩ እዩ ጸሪቦም ዘሎ። ሌቱ ፍለጥ ድዩ ሳሚ ሓንሳብ ኣከለጉዛይ ይኹን ሓንሳብ ሰራይ ይኹን ሓንሳብ ሓማሴን ይኹን ዓሌት እወ ፍለጥ ድዩ ሳሚ ሕጂ ከዓ ናይ እንታይ ድዩ ኮይኑ እዚ ናይ ትግራይ ትግርኝ ምስ መፀት ከዓ ምስኦም ተ- እወ እንታይ ዳ ከምዚ እንዲና ንኣስላማይ ክንነጥፎ ኢና ካብ ኤሬትራ ኢሉካ ኣብ ትግራይ ደጨው ዝገብሮም ከማይ ናደሎም ትኮነና እዛ ለንቅነ ምንጫ ዘይተፈልጠት ኣብ መንጎ ወያነን ማለት መንግስቲ ኤርትራን ተባሂሉ ትኽየድ ደላ ክልተ ባንዴራ ጌርካ ከምዛ ናይ ትግራይ ትዕወት ክልተ ባንዴራ ክኸዱ እንከለዉ ሲ ሓቂ ዘረባ ሒሽ ኣነ ማለት ሲ ሓደ ካብቶም ኣብ ኤርትራ ቅዋም ኣለዎ ቅዋም ኩሉ ኣሎ ፍትሒ ኣሎ በሃላይ እንዴ ወይ በጸዋውዓ ናይ ዲያስፖራ ደላይ ፍትሒ በሎ ግን ኣብቲ እዋን እቲ ሓደ ካብቶም ሰራዊትና ምስ ታሹ ምስ ኮንኻ ኣብ ጎኒ ሰራዊት እየ ዝነበርኩ እየ ምስ ኢትዮጵያ ኩነት ያ ዝነበረሉ ያ ኣብ ጎኒ ሰራዊት እየ ዝነበርኩ እየ ምክንያቱ ንሱ እዩ ከዓ እቲ ሓቂ ግን ሕጂ ትግራይ ትዕወት ድብሉ ዝነበሩስ ንነቕፎም ነይርና ሕጂ ሎሚ ከዓንሲ ዮና ዓርከይ ትግራይ ትዕወት ጀሚርኩም ኣለኹም በሃል ኣሎ ከመይ ወይ ዳዊት ኣነ ሲ
ኣነ ሲ መንግስቲ ኤሪትራ ወላ እርቂ እንተገይሩ ኖ ኖ ኖ ከምኡ ከምኡ ዝበሃል ነገር የለን ሓወይ ናና ክነግረካ ሓሳብ መንግስቲ ኣየኒ መንግስቲ ኤሪትራ ኦፊሻሊ ወላ እርቂ እንተገበረ ኣነ ውልቃዊ ጽል ኣለኒ ምስ ተጋሩ ዮኒ ናትካ ኣይኮነ እታ ቶፒክ ቀዳይ ነገር ዋይኻ እቲ ኣቴንሽን ደይትርድኦ
ኦኬ ናትካ ኣይኮነትን ኢኖ ኦብስ ምሽ ኣሎ ካብዚ ኢና ክንላመዶ የየ ዘለና እዚ የየ ከምዚ ዓይነት እዚ በለፅነት ናይ ኤርትራውያን ሲ ካብዚ ክልመድ ደሎ ስለዚ ኣነ እየ ክዛረቦ ደለኒ ስኻ ዩ ኦኬ ኦሬዲ ኢኖ ጀስ ሓደ ሓደ ግዜ የ ሱቕ በል ኣብ ግደፍ ከምዚ ኦኬ አ፣ ማንዴላ ኣነ ቴንክ ሚኪ ዴቭ እኮ አ፣ ኣይተቐበልናዮን እዚ አ፣ ዝኸይድ ዘሎ ከይዲ ኣይተቐበልናዮን ምክንያቱ አ፣ ከምዚ ሓደ ኦፊሻል ክኸውን ኣለዎ ኣብ መንጎ ህወሓትን መንግስቲ ኤርትራን ሲ እንታይ ውዕል እዩ ተፈጺሙ እንታይ እንታይ ስቕ ኢልካ መጺኻ ስለ ተዛረበ ሓደ ሰብ ኣርቲስት ጌርካ ስለ ተዛረብካስ ኣይርድአናን እዩ እንታይ እዩ እዚኣ ኢና ንብል ንሕና ዋላ ሕጂ ኣነ ደጋፋይ እንድየ ኣብዛ ሰዓት እዚኣ ከዓ ልክዕ ከምታ ቶሚኖ ሒዞም ክመፁ ከለው ዶፍ ዝበልናዮ ከማካ ኣብዚኣ ከ እንታይ ድኸውን ደሎ ኢልካ ትሓትት ማለት እዩ ከምኡ ኢና ንብል ዘለና ንሕና እዚስ ዳርጋ ሰለስተ ኣርባዕተ መዓልቲ ተዛሪብናሉ ኢና ኣብዚ ገዛ እዚ ማለት እዩ እዚ ትሓቶ ደለካ ርእስቲ ከማካ ጀስት ሳፕራይዝ ኢና ኮይና ደቂስና ከለና ተዓሪቆም ንመሽሙ ብቀይሕ ምንፃፍ ክንእተው ኢና ገለገለ ኢሉ እዚኣ ኢና ሰሚዕና እዚኣ ከዓ ይንቀበላ ኢና ኢልና ከዓ ንሕና ማለት እዩ ኣነ ሚኪ ያ ዴቭ ያ ማለት እዩ ንምንታይ ድምፂ ወያነ ፅቡቅ ኣለኻ ወላ ኣነ እውን ኣይቅበላን እንድየ ብሓፈሽኡ እቲ ንሕና ከም ኤርትራውያን እንድየ ሕጂ ክዛረብ ከም ኤርትራውያን ክብል እንተኾይነ እዚ ስኢልካ ደጋፋይ ተቃዋማይ ገለ ዝብሃል ነገር ኣይሰርሕን እዩ ከም ኤርትራውያን ክንብል እንኮለና ንሕና ማለትሲ ሃገር ኢና ምሽ ሓቂ ንሕና ሃገር ኢና ነብስና ክንከላኸል ዘይኮናስ ንካልእ ንኸውን ሰባት ኢና ከዓ ማለት እቲ ሓይሊ ናይ ሻዕብያ ወይ ሓይሊ ናይ ህዝባዊ ግንባር ወይ ሓይሊ ማንዴላ ናይ ኣም ህዝቢ ሶሪ ኤሮፓ ኣብዛ ክኾልፈልካ እዚ ክወስዱ ይደሓን ኦፒንየን ሲ እዚኣ ሓሳበይ ንሃገራውያን ጥራይ ክትውዳእ እያ ዝምልከት እዩ ሓንሳእ እስኻ ሲ ከምቲ ንሃገራውያን ተዛረብካዮ እቶም እቶም ናይ ሃመዱ ድኣ ሃገራውያን ዶ ኣፍሊጥኩምና ንከ እንዲኹም ጽና ሓንሳ ሓንሳ ኣብ ማንዴላ ሓመዱ ድያ ኣነ ኖ ማለት ሲ ሓራይ ኣብዚኣ ሲ ተዛረብ ተማራሽ ሃገራዊ ዲኻ ክድላይካ በለኒ ኖ ዮኒ ኣብዛ ሓዋ እንታይ ኣወዳኣዮ ኡዋ ኣወዳኣዮ በጃኹም ኣስጨርሶ ኡዋ ኣለኹ

ኦኬ እንታይ ኦኬ ማለት እዩ ሃገር ዋ ኣይብል ኖ ኖ ኣም ኤርትሪያን ኣነ ናይ ሃመዱ እየ ኣም ምስ ፕራውድ በልካኒ ሲ ኤርትሪያን ኣብቲ ፕሮፋይልካ ሲ ናይ ሃመዱ ናይ ገለ ፕሮፋይል ስለ ዝራኹ እየ ኣብቲ ላይክ ትገብሮ ገለ ሲ ወላ ኣብቲ ኣብቲ ናትካ ኢሜጅ ስለ ዝራኹ እየ እዚ ናይ ናይ ሃመዱ ሲ ብጣዕሚ እያ ክትከታተሎ ስለዚ ሰፖርተሮም ኢኻ ማለት እዩ

እሱ እየ ድብለካ ደለኹ እቲ ናትካ ስትራቴጂ ሲ ጽቡቅ ጌሩ እንድዩ ተረዲኒ ደሎ ህጂ ድኻን ኩነታት እንታይ ድበሃል ኣራጋቢ እዮም ዝብሉ ኣማሃራይ ወይ ድማ ኣስተኳሽ ንብሎ ንህና ኸኣ ከምኡ ኣይድልየናን እዩ በቃ ማን ነው ንህና ሂን አራጋቢ? ሂን ኢልና ኖ ኖ ማን ነው የእስ ምስትና ኣራጋቢ? ንላዘብ የእስ ኢና ኣበይ ኣበይ ክሃሉ ለምን ስራ ደልዩ በቃ ብሎ ኣሪገ ማን ነው አራጋቢ? لا لا ኖኖ ኖ ኖ ኖ እጀስ እጀስ እስኻ እስኻ ማመር ቀዳምነት ኣራጋቢ ከማን ኤሪትራዊ ምዃንካ ከማን የጠራጥረና ኣሎ ምሻ ቮት ክትህብ ምስ ዮኒ ድምፂ ዮኒ ክትህብ ጋይስ እንታይ በሃል ንግበር ማሲ ኢትስ ኦኬ እታ ሓሳቡ ይወዳእ እሞ ማንዴላ ዮኒ ሓወይ ጀስ መዕቀኒ ብሓሳብ ኢኻ ኣይ ንሓሳብ ብሓሳብ ቴንኪዩ ኢኻ ትብሉ ሕቡን ዘለኹም ሓወይ ቴንኪዩ እሞ መዕቀኒ እንታይ ኤርትራውነት እንታይ ንዓይ ኤርትራዊ ተዘይብልካኒ ኤርትራ ትበሃል ሃገር የላን

እስኪ ዓቕሊ ግበር ዮኒ ዮኒ መጀመርያ ነታ ዝሓተትካኒ ደስ ክብለካ ክምልሰልካ ኣነ ኤርትራዊ ሃገራዊ ኮንኩ ብርጌድ ንሓመዱ ይኮንኩ እዚኣ ፅቡቅ ጌርካ ክትርዳ ኤርትራዊ ኣነ ተወዲያ ዳሕራይ ሓሳብ ናተ የድህብ ዘለኹ ኣነ ተረዲኻ ንዳ ከም ኤርትራዊ ከዓኒ እታ መልሲ መኒሽሙ መሊስዋ እዩ ዝሕቡን ኤርትራዊ እታ መልሱ መሊስዋ ኔክስት ኢና ክንከይድ ዘለና ሕጂ እንታይ እታ ኣርስቲ ምምፀኢ ኣነሲ ከም ሰብ መጠን እዋናዊት ስለ ዝኾነት ኣብዚ እዋን እዚ ትዝረብ ስለ ዘላ ትማሊ ትማሊ ትፀርፎ ዝነበርካስ ኣብ ግዜን ሰዓትንሲ ብሓደ ኣርቲስት ተቐይራ ኣይንኸይድና ኢሉ ሕቡን ኤርትራውን ሰኻ ክዘራረብ ይኽእል እየ ኣይ ቲንክ ንስኻ ቅሩብ ክትረዳእ ትኽእል ኢኻ ቅድሚ ሕቡን ኤርትራዊ እኮ ባህላዊ ጉዳያት ወይ ድማ እዩ ተዛሪቧ ንወያነ ዝተንከፈ ንሕና ኣብ ጎኑ ኣለና ናተይ መርገፂ ናይ መንግስቲ ኤርትራ ዝበለ ሰለሙን ድራሪ ሕጂ ኣወል ስዒድ ጥራይ ኣይኮነን ናይዚ መርገፂ ስለዚ እዚ ከምዚ ካብ ባህላዊ ጉዳያት ድመፅ ድማ እቲ ባህላዊ ጉዳያት ከዓ ሓደ ጨንፈር ናይ ህዝባዊ ግንባር ዲሞክራሲን ፍትሕን እዩ ለዝሲ መንግስቲ ኤርትራ ከኣ ኤርትራ ትበሃል ሃገር ካብ ትምስረት ብወግዒ መጺኡ ተዛሪቡ ኣይፈልጥን እዩ፣ ኣይዛረብን እዩ። እታ ክገብራ ዝኽእል ብተግባር ጥራይ ድገብራ እምበር መንግስቲ ኤርትራ ኣዋጅ ኣውጺኡ ከምዚ እዩ ዝመስል ነብዚ ንኸይድ ኣለና እዚ ዝግበር ዘሎ ኣይብልን እዩ። ወይ በቶም ኣርቲስት ወይ ብካልእ እዩ ኣንፈት ይዝበካ ስለዚ ሲ ሰለሙን ድራር እንኮላይ ናይ መንግስቲ ኤርትራ መርገፂ እዩ ክብል ከሎስ ብኸመይ ኢና ንርእዮ ከብኡ ሓሊፉ ግን እዚኣ እያ ዮኒ ግን ኣነ ኤርትራዊ ምዃነይን ደይ ምዃነይን ክትፈልጥ ተደሊኻ እስኻ ትግርኛ ጥራይ ኢኻ ትዛረብ ሕጂ ኣነ ንዓኻ እያ ትጠራጠረልካ ትግራዋይ ድኻ ኤርትራዊ ትብለካ ኣነ ግን እተን ናይ ኤርትራ ሽዱሽተ ቋንቋታት ትዛረበን እየ ብከምዚ ኣነ ኤረትራዊ ልዕሌካ ምኳነይ የረጋግጽ ቴንኪ እዚኣ ፍለጣ።
ዴቫ ዓብይ ግበረኒ እስኪ ነዚ ነዚ ወዲ ሸርሙጣ ክፀርፎ እዩ ፅቡቅ ገይረ ሓደ ትግራዋይ ኣሎ ሕጂ ክነግረኩም ነ- ነዚ ሲ እራይዎ እንታይ ይመስል እዚስ እንታይ ይመስል እ? እዚ ድንሽ ድንሽ ናይ ጥልያን ድንሽ ናይ እንግሊሽ ኣይመስልን እዩ ንዓይሲ ናይ ጓሓፍ ናይ ኣውተዋ ገለ መሊልካ ትጻረፈኒ ወድዛ ገለ ሰብኣይ እንተኾንካ ናብዚ መጺኻ ደይ ትጻረፍ ብውሽጢ ትዛረብ ንሕና ምስ መንግስትና ሽግር እንተለና ምስ ህዝብና ሽግር እንተለና ይሄን ምሄን ክንህብ ኢልና ተዘራሪብና ንውድዋ ኢና እስኻትኩም ዴር ኢዝ ኖ ወይ ብርጌና ሓመዱ ዩ ጎን ቱ ጌት ኣን ኦፖርቹኒቲ እድላት ክትረኽቡ ኣይትኽእሉን ኢኹም ዕድላትሲ ኣብዚኣ ኣብዚ ጸቢብ ጊዜ ኣብዚ ወላ ዘይንረዳዳኣሉ እዋን ንኹን ምስ መንግስትና እስኹም ዕድል ኣይትረኽቡን ኢኹም ሪናኩም ኢና ቆንዳፋት እስኻሲ እዚሲ እራዮ ብእድመ ቀዳማይ ምሳይ ከ ኣይራኽብን እዩ ናይ ኤሪትራ ኸ እንታይ እንታይ ገይሩላ ወድዛ ቆንዳፍ ሃገረሰብ ኣድጊ ካብ ኢድ መጸይ እዚ እዚሲ ኤሪትራዊ ኤሪትራዊ ኢሉስ ከምዚ ኣይገብር እዚ እኮ ትግራዋይ እዩ፣ ኩሉ ሰብ ዝፈልጦ ትግራዋይ እዩ እዚ ኣብዚ ካናዳ እንተመጪኹም ት- ዝኾነ ሰብ ዝፈልጦ እዚ ትግራዋይ ባንዲራ ናይ ናይ ኤሬትራ ሂዙ ናይ መለይ ባንዲራ ሂዙ ኣብ ኦተዋ መፂኡ ከምዚያዶ ከምዚያዶ ከምዚያዶ ክትገብር ኣታ ትግራዋይ ቆንዳፍ ተፈሊጥካ ኣለኻ ደቂ ጋሻ እንታይ ድበሃሉ እዚኦም ደቂ እ፣ ባሻይ ለማ ፅቡቅ ጌርኩም ፈሊጥናኩም ኣለና ካራይ እዚ ሲ ኣብ ድ- ኣብ ድፋዕ ክኽ- ክኸውን ነይሮ ያኽ ቡምባ ቻይና በ- በጥራቕ መበልኩኻ ነይረ ብቡምባ ቻይና ሰ- ሰብኣይ ይታኾስ እዩ ተረድኻኒ ኣይለፍልፍን እዩ ኣብ ሜድያ ወፅዩ መፅዩ ይታኾስ እንድህር ሰብኣይ ኮንካ እቶ ብቪድዮ እቶ እንድህር ኣብዚ ኣለኻ ብቪድዮ እቶ ወድዛ ቆንዳ ፍረሳ ኣነ ኩላ ፕሮፋይልኩም ኣለኒ ነዚ መንግስቲ ጀርመን ጀሚሩኩም ኣሎ ኣነ ኸ መንግስቲ ካናዳ ኸ ክጅምረኩም ከሎ እቲ ዝሰነድክዎ ሰነድ እንዳውፃኹ ክህቦም እየ ኸ ንመንግስቲ ካናዳ ኩላስ ኣብዚኣ ክንተኣራረ ኢና እ ንህና ወላ መንግስቲ ካናዳ እንተ- እንተጠሪዙና ኸማ ንዓድና ኢና ንዓቱ እስኹም ሳብ ኢኹም ክትኣትዉ ንሕናስ ሃገር ኣለና እንተገደደ እንተገደደ ና ሃገርና ኢና ክንከይድ እስኹም ክሳዕበይ ኢኹም ክትዓቱ ክንተ እንገናኛለን ደቂ ባሻ ይነማ ኤኒወይ እዚ ዓርከይ ቋንቋ ምልማድ ወላ ሓደ ጀርመናዊ ሽዱሽተ ቋንቋ ዝዛረብ ጀርመናዊ ኣሎ ናይ ኤርትራ ሳዕኹ ዛረብ ገለ ዛረብ ቋንቋ መለኪ ዜግነት ኣይኮነን ሓራይ

ቪድዮ እቶ ብቪድዮ እቶ ፋራ ቴክኖሎጂ ከማን ዘይትፈልጥ ሲ ኣታ ብቪድዮ እቶ እንዶ ብቪድዮ ኣብ ክንርእየካ ኩለኻ ኣብታ ስክሪንሾት ዘለኻያ ትገርየካ ከተማ እየ ዘለኹ ደሓ እንታይ ገድሽካ ብኣካል ምፃ እሞ ክረኽበካ ኣለኒ ምፃ ሕጂ ደይ ንራኸብ ንህር ሰባይ ኮንካ እታ ቆንዳፍ ረሳሕ

እንታይ እሞ ክዓብሰልኩም እዩ ተቀታቲልኩም ሕራይ መንጉዳ ንዮናስ ረኪብካዮ ቀቲልካዮሲ እንታይ ዓይነት መክሰብ ኣለካ ዮናስ ከኣ ንዑ ረኪብካዮ ቀቲልካዮሲ እንታይ መክሰብ ኣለካ ጀስ ኣብ ሓሳብ ኢና ክንዛረብ ጸኒሕና ወይ ክንካታዕ እንድሕር ከሚታት ክትጫፋጨፉ ገለ ኮይኑ ትዘረባ እንታይ ግበሩ ውጽሞ ካብዚ ገዛ ተጫፋጨፉ ዝኾነ ኣሕዋት ኢኹም ኤርትራውያን ኢኹም ዶ ኤርትራዊ ተኮንካ ኤርትራዊ ማለት እዩ ሓወይ ኮነን እዚ ቆንዳፍ ዓጋመ ረሳዩ ጨምላቅ ብቪድዮ እቶ ሰባይ እንተኾንካ